ሰላም ሰላም ኩራት ተኻተልቲ ባርከስ ከምቲ ልሙድ ሎሚ ድማ ሓድሽ ሓበሬታታትን ንዓኹም የምጥጥዮም ዝበልኩም ቪድዮታትን ቀሪበ ኣለኹ እምበርከስ ኣብ ሎሚ ንሪኦ ድማ ጉዳይ ሓንቲ ኣብ ጀርመን ትነብር ዝነበረት ሓፍትና ኣዝዩ ብዘስቀ መንገዲ ግፍዓዊ መቕተልቲ በፂሕዋ ኣሎ ሕጂ ድማ ፖሊስ ጀርመን ሎሚ ዝሃቦ ሓበሬታ ኣሎ ንሱ ክንርኢ ክኸውን እያ እንታይ እዩ ኢሉ ዝብል ማለት እዩ ካብኡ ተወሳኺ ድማ ካልኦት ኣሰሓቕቲ ኣምሃርቲ ዝበልናዮ መደታት ኣሎ ናባኹም ክነብሎም ክንኸውን ኢና ፈለማ ግን እስኪ ሎሚ ጣጣ ሓውና ጣጣ መዓንዱ ብቁም ነገር ምስ ቁም ነገረኛ ሰብ ቪድዮና ንጀምሮ እሞ ተዛረበሉ ብድሕሪ ድማ ሪኣክት ዝግበር ክንገብር ኢና ብዓይኒ ልቡኑ ሸፊንዎ ደፊንዎ ዘሎ ሲ እንታይ እዩ ሒዝዎ ዘሎ እንታይ እዩ ግዳይ ገይርዎ ዘሎ እንታይ እዩ ጠንቂ ኢልካ ትሓስብ ጣጣ እስኪ ከም ንስኻ ከም መንእሰይ ጣጣ ኪያ ርኢኻ ዛረብ ኣነ ርኤካ ኣነ ብኸምኡ ኢኻ ናባኻ መንእሰይ እዚ ደፊንዎ ዘሎ ተረዲእካ ብረተይ እቲ ሕማቅ ነገር እዩ ናብ ናብ ኣምላኹ ኣይከይድን ዘሎ ምስ ኣምላኹ ርክብ የብሉን ተረዲእካ ኣብ ደገ ብዛዕባ ሕማቅ ነገር ሰይኪዚ ገለ መለ ክርኢ እዩ ዝሓድር ዘሎ ሉቅሚ ብልቢ እየ ዝብለካ ዘለኹ ኩሉ ነገራት ሕሕማቁ እዩ ክዓሪ ዝሓድር ዘሎ እምበሪ ጸጽቡቁ መዓት ከሎ ሓደ ሰብ ክካተተሎም ሓደ ሰብ ኣይርእዮምን ዘሎ ኩሉ ገዲፎም እቲ ጸጽቡቅ ኣቦታትና ኣብዚ ክረዳእካ ብዛዕባ ሃይማኖትና ብዛዕባ ታሪኽና ዘይንፈልጦም መጻኢና ክምሁርና ዝኾኑ ተሓቱ ሓደ ሰብ ኣይርእዮምንዩ ሓደ ሰብ ኣይካተተሎምንዩ ሓደ ላይክ ኣይገብረሉን ብዛዓባ ምጥሪ ብዛዓባ ጎጉል ዘሎ ደቅንስትዮ ብዛዕባ ሕማቅ ናይ ሕብረተሰብ ተትዛረብ ካኣ ኩሉ ይዝበጣካ እዚ ሰብ እዚ ከረዳኣካ በቃ ክቅየር ኣይክእልንዩ ወላ ሓደ ነገር ለውጢ ዝባሃል ክትገብር ኣይክእልንዩ ክብረተይ ነዚ በቃ ተረዲእካ ፋኖ ኢኻ ዝገድፎ ጽናሕ በቃ በቲ ሕማቅ ዝደልዮ ብኡ ክይዶ

ንሰብ ኣይትደንግጽ ንሰብ ኣይትንዓቅ ከማካ ሰብ እዩ ካብ ገዛካ ካብ ዓድካ ካብ መረበትካ ወጺካ ትነብር ኣለካ ንሱ ከ ወጺ ይነብር ኣሎ ቆልዓ እዩ ዶ ገለ መለ ምናኣስ ዝበሃል የለን
ባይዘይ ትክክል እዩ ኩሉ ሰብ እቲ ዝገብሮ እቲ ዝሪኦ ስለ ዘየስተካክል እያ ብሕማቅ ንነብር ዘለና ስካብ ሕጂ እንደን ጣጣ ማዓንዱ ማለት እዩ ኣብኣ ከለኹም ካብ ቲክቶክ ካብ ዝጀምር እዋን ጀሚሩ እታ ፅብቕቲ ዝተዛረባ ሎሚ እያ ንሱ ኣዋርድ ተትዳሉ ነይሩ ሕጂ ናይ ጽቡቅ ዝተዛረበ እዛ ናይ ሕጂ ዝተዛረባ እዩ ክወስዳ ነይሩ ታዛ መዓንዲ ባዕሉ እና ኣብዳት ግን ሓሲብኩም ኣለኹም ዶ ወርሒ ሙሉእ ጅም ሰሪሕኩም ሲ ቅርጽንኩም ዘይኮንስ ጅባኹም ክንሪኦ ከለና
ወት ወርሒ ሙሉእ ስፖርት ሰሪሕኻስ ጅባኻ እዩ ዝረአ ቅርጺ ኣይኮነን ዝረአ እሺ
ኣዋልድ ክሓሲብክን ኣለኽን ዲኹን ሰለስተ ሰዓት ሙሉእ ሜክኣፕ ጌርክን ገጽክን ዘይኮነ ሃምቦፍክን ክንሪኦ ከለና
ኣይ ሓበሻ ኣይ ሓበሻ ናይ ኢድክን እያ ጓላት እውን ጁባ ትሪያ ናትኽን እውን እንትና ይረአ ማለት እዩ እንትን
እሺ ፕራንክ ንድኒ ፕራንክ ገይሮ
ንዓኺ ኢለ ኣይኮንኩን እንዲ መብዛሕትኡ ግን እያ ትፈልጥኽን ግን ከም ዘፍቅረካ ኣይ ሸላ ጉዳይ ቢዝነስ ናብ ንግበር ፌስቡክ ፌስቡክና ነእቢ ኣብኣ ዘላ ሃፍቲ ሎማ ብስማ
ብዛዕባ ቢዝነስ ዳ ቢዝነስ እንዲ ወፅ ባር ብዛዕባ ፍቅርና ከ
ኣይ ፍቅሪ ዝብሎ የለን ቢዝነስ ኢኖ ቢዝነስ ገንዘብ ማኒ ኣነ እንታይ ተሰሪደ ሸላ ወ ወ

ኣብይ ኣለኻ
ክስታይ እኮ ገብረክ ኣለኹ ብራንክ እየ ዝገብረክ ዘሎ ብራንክ ወይ ስማ
ፍራንክ እንኳዕ ሕማቕ ድዩ ዘዛረበት ፅቡቕ እያ ተዛሪባ
ተኸርኪ ዲኺ
ጫማይ ካብ ሰቅል ኣብ መስተ ክንደይ ዓመት ኮይኑ ኣሎ ይመስለካ ወዲ ሽቀይ ማይ ድሪንክ ማይ ኣልኮል ማይ ድሪንክ ኤቭሪቲንግ ኢዝ ሂር ዋተር ዋተር ጋይስ ቴኪን ዋተር ድሪንኪን ዋተር ዲቲ ቴኪን ዋተር እየ ነረ ድሪንኪን ዋተር ሞር ሄልዚ ብዙሕ ከዓ ኣይትስተዩ ንጥዕናኻ ፅቡቅ ኣይኮነን ሓበጭበጭ ከይብለኩም ኣብ ኮድኹ ግን ማይ ስተዩ መስተ ይሰትነ ኣነ መስተ ዝበሃል ጥዕመ ይፈልጥን

ጽቡቅ ማለት እዩ ከምዚ ከማይ ቀደምካ ሸጊጉብ ጣውላ ዘይደየበ ጣውላታት ሴርኩም ኢኩም ናብዚ ካልኣ ግዜ ናብዚ ናይት ክለብ እዚ ኣይትኣትውን ኢኩም ዝተባሃልኩም ሰባት ከኣ ሽሕን ሽቋንጣን ኢኩም ግን ኣሪ ግና ገዲፍናዮ ለቢብና
ዕድመ ሓቀ ዶ
ዳዕባኻ ክትከይድ ከለካ ከምኡ ምሽ ዋ እንዴ ጣውላታት ወጓለይ ሪ ከብልኒ ከሉ ብካሜራ ባባባ እዛ ሰብ እዚኣ ክትኣቱ የብላን ብጅኹም ጣውላ እንዳሰበረትልና እያ ገለ ይብሉ ነይሮም ዋናታት ኣብዚኣ ሕጂ ኮፍ ኢልኩም ትከታተሉኒ ኣለኹም ርኢኹም ዶ ሰብ ዘይቅየር የለን ተቐይርና ኣምላኽ ይመስገን ኣምላኽ ይመስገን
ክንደይ ጣውላታት ይጭምት ነይረ ጓል ጎይታኡ ገለ ዝበሉኒ ጠቢልካ ነዛ ከምዚ ዓቕሚ ዘላትኒ ሽዑ ትሕጣውላ ድክም ነዛ ነብሰይ ከድሕን ጆኬር የእትውዮ ባሓትኒ ይብለክላ ኣይ ኣይከውንን እዩ ጆኬር መዓረ ሕጂ ኣብዚ መፂኹም መስተይ ስተዩ ገለ መለ ኢልኩም ትመኽሩ ሰባት ሰብ ሰትየ ክውድእ ኣፍስስ ክኽእል ኣለዎ ክወፅእ ኢለ እየ
ዋዛ ምስ ቁም ነገር እያ እዚኣ ባይዘ ወይ ሰብ ዘይቕየር የለን ተቐይራ ትርእይዋ ኣለኹም ናኑ ሚሊ እሺ ሚሊ ስኽራም ሓደ ሚሊ በኻይ ክልተ ፅንሒ ፅንሒ ሙዲኖት ኣረጋገዒ ሕጂ እዚኣ እንታይ መስለኩም ትማሊ ኣይ ቲንክ ዝኾነት ቪድዮ ኣነ እውን ኣቕሪበያ ነይረ ሚሊ ምስ ዲኑ ሓዲረ ጀስ ብቅንኤ እዩ ዳይሬክትሊ ከምኡ የበላን ከምኡ ዓይነት ምስ ዓወት ካራ ዋጊዖም ነይሮም ሕጂ ግን እዚ መልሲ እያ ትምልስ ዘላ ማለት እዩ ንሚሊ እስኪ ካብ መጀመርያ ንስምዐ

እሞ ሰማይን ምድርን ሰማይን ምድርን ስዕንቁ ኮይና ኣላ ማለት እዩ ለከ ኣነስተዮ ኮይኖም እዚ መወዳእ ዜና ዋልሲ ምዘይ ስመን ንዘኽፉ ወዳት ዝኸዳ እንታይ ኮይነን ስመን ዘበላሹ ወዳት ዝኸዳ ዝብል ዝነበርኩስ ለካ ኣብ ነብሲ ምስ መፀት ፈሊጠ ለከ ንዘይገበርኩም ያኹም ጌረያ ህዝብ ትብሉ ለከ ንዘይጣዕምኩም ያኹም ጥዕምናያ ትብሉ ኣነስ ኣውዳ ተሳኢኖም ስሚሊ ኣነ ንዓኻ ንዓኻ ኣነስ ሰለፊ ክኸፍት ንዓኻ ኣውዳ ተሳኢኖም ኣንታ ሰኽራም ሕማቕ ሰብ

ይኣኽሎ እንዲ ይኣኽሎ ሚሊ ግን ኣይተኻለት ንሚሊ ማለት ንዲኑ ባይዘወይ ኣነ እውን ክተኣመንላ ይኽእል ንዴቭ ዴቭ ዝኣክል ጎንበል መንእሰይ ቆንጆ ዝዛረቦ ዝፈልጥ ፋራ ወዲ ሃገረሰብ ምስ ዘይደቀሰትስ ምዝ ክደቅስ ከቢድ እዩ
ኣነስ ኣውዳ ተሳኢኖም ስሚሊ ኣነ ንዓኻ ንዓኻ ኣነስ ሰለፊ ክኸፍት ንዓኻ ኣውዳ ተሳኢኖም ኣንታ ሰኽራም ሕማቕ ሰብ ሕማቕ ሕማቕ ምሽቲ ሰበይቲ ከምኡ ኢና ክሪኢ ጣዕምኩም ኢኹም ጥዕምና ትብሉ ሓቂ ከምኡ ኢና ርኢና ትብሉ ኣወዳት ኣወዳት መሓሩና ባ ባይዘወይ ማለት እዩ ኩለኻ ወዲ ንዓይ ትከታተለኒ እዚኣ ትኣምነላ ኢኻ ብዙሕ ኣትሊስት እስኻ ኣይኮንካን ግን ዓርክኻ ኣሎ ኣብ ጎንኻ ዘይገበረ ገይረ ዝብል ዘይጠዓማ ጥዒመያ እየ ዝብል ዓርክኻ ኣሎ ኣብ ጎንኻ ኣነ ሹር እየ ኣለ ስለ ዘለዉ እዩ ናይ ኩልናና ከምኡ ኢና ወዳት ክንብል ንኽእል ኢና ጀስ ኩሉ ኣይኮነን ግን ዝተወሰነ ሰብ ኣትሊስት መሓዛና ዓርክን ኣሎ እዩ ከምኡ ዝብል ትግፍ ነባ
ወይ ኣነ ሕጂ ክድኑ
እሞ ከዓ እሞ ከዓ ንነብሱ ክኸውን ደይክእል ሰብ እሞ ከዓ ሲ ኣብ ላይ ዕስራ ኣርባዕተ ሰዓት ከም ሰበይቲ ወረ ኣንስቲ ወረ ጀጋኑ ናብ ሰዓት እዚ ኣንስቲ ጀጋኑ ናይ መወዳእታ ጀጋኑ ዋልድ ኣብ ሰዓት እዚ

እንጀራ ዲባ እንዴራ እሺ ሳዳት እንጀራ ዲባ እንዴራ እዚ እንጀራ እዩ ናይ ኢትዮጵያ ኣብኡ ኣለካ ስጋ ግን ከመይ ሰሪሕሞ ማለት እዩ እስኪ መጀመርያ እዛ ፃዕዳ ትግበር ኤንድ እዛ ቀያሕ ፃዕዳ ቀይሕ ፃዕዳ ቀይሕ ይበል ኣዞ ይበል ኣዞ
ንሓደ ዓርከይ ድሕሪ ኣርባዓን ሽዱሽተን ዓመት ሓንቲ መጽሓፍ ተመሊሳ ምስ በልክዎ እንታይ ኢሉ ይመስለኩም? ናተይ ዝበላ እንጀራ ወላ ኮሊላ ኮሊላ ናብ ካልእ ገዛ ትኺድ ጋሻ ኮይነ ከይደስ ኣነ እየ ዝበልዓ ኢሉኒ። ስለዚ ናትና ኣይንህብን ዘይናትና ኣይንደልን ዝብል ብሂል ንጥቀመሉ ከኣ ብኸምኡ ኢና ሽሞም ከይጠቐስና ዘይከምዞም ጎረቤትና።
ቅኔት ጸልእ ቅኔት ትጸልእ ኣብ ካሊእ ኩርጉር ኣብ ጎረቤት ክርካ እውን ባዕልካ ክትበልዓ
ኣብ ጀርመን ሓንቲ ኤርትራዊት ጓል 32 ዓመት ትዝክሩ ተደኣ ኮንኩም ቅድሚ ሰለስተ ወርሒ ገለ ኣቢሉ ይኸውን ኣብ ወርሒ 11 ማለት እዩ ጓል 32 ዓመት ብዘሕዝን ዘሰቅቕ ኣገባብ ህይወታ ሓሊፉ ከም ዝተረኸበ እዳዋ ኣብ ፅርግያ ከም ዝፀንሐ ገለ ሓቢርና ነርና ዘኪርኩሞ ትኾኑ ኢኹም ብዙሕ ሰብ ሰንቢዱ ማለት እዩ ካብ ትሓርስ ሰለስተ ወርሒኣ ጌራ ነራ ኣብ ካምፒ ትቕመጥ ነራ ምስ በዓል ቤታ ተፈላለያ ማለት እዩ ህፃን ድማ ኣብ ቤተክርስትያን ከም ዝፀንሐ ሓቢርና ነርና ብናታ ቅትለት ቀዳማይ ጥርጡር ዝነበረ በዓል ቤታ እዩ በዓል ቤታ ዝነበረ ማለት እዩ ኣብቲ ግዜ ከዓ በዓል ቤታ ተሳኢኑ ነይሩ ዝረኣዮ እንተሎ ተባሂሉ ተሓቢሩ ነይሩ ብድሕሪኡ በዓል ቤታ ናብ ኢትዮጵያ ከይዱ ከም ዘሎ ተረጋጊጹ ኣብ ኢትዮጵያ እውን ብፖሊስ ተታሒዙ ከም ዘሎ ኣብ ዜና ኣብቲ ሽዑ ግዜ ዘርጊሕና ነርና ማለት እዩ ኣብዚ ክልተ መዓልቲ ፖሊስ ጀርመን ኣብ ዘውፅኦ ሓበሬታ ድማ ዝሓለፈ ረቡዕ ናብ ኣዲስ ኣበባ ከይዶም ናይ ጀርመን ፖሊስ ሒዞም ናብ ጀርመን ከም ዘምፅኦ ዝሓለፈ ዓርብ ማለት እዩ ካብ ሎሚ ሶኒ ጀሚሩ ድማ እቲ መስርሕ ናይ ቤት ፍርዲ ጀሚሩ ኣሎ ጉዳዩ ጀሚሩ ከም ዘሎ ናብ ጀርመን መፅኡ ከም ዘሎ ተታሒዙ እዮም ሓቢሮም ዘለዉ ክሳብ ዛሕጂ ሰዓት ቀታሊ እሱ ኣይበሉና ኣለዉ ግን እቲ መርምራ ጀምቢርዎ ከም ዘሎ ተሓቢሩ ኣሎ ማለት እዩ ብሓፈሻ ግን እታ ብዘሰቅቕ ኣገባብ ህይወታ ዝሓለፈት ሓፍትና መንግስተ ሰማይ የዋርሳ እንዳበልና ኣብዛ ምድሪ ትንዓ ኣብ ዝበደላ ሰብ ግን ቅኑዕ ፍርዲ ክፍረድን ፍትሒ ክትረክብን እቲ ገባሪ ክፉእ ድማ ጉቡእ መቕጻዕቲ ክረክብ ተስፋ ይገብር ኣየሳእነና የቐንየለይ
ከምቲ ዝሰማዕኩሞ እዩ ናይ ዝሓፍትና ኣይ ቲንክ ወጊሓ እያ ሽማ ምስለኒ ንድ ኣብ ጀርመን ትነብር ዝነበረ ዘጋጠማ ማለት እዩ ሶ ሕጂ ድማ ፖሊሲ ጀርመን ነቲ ገበነኛ ካብ ኢትዮጵያ ምፅኦም እንዳተባለ እዩ ፅቡቅ ሓበሬታ እዩ ሓፍትና ድማ ፍትሒ ክትረክብ ስለ ዘለዋ ግድነት ማለት እዩ ባርከስ ኩራት ተኸተልቲ እቲ ሎሚ ዝነበረኒ መደብ ኣነ ኣብ ዘወዲ ኣለኹ እስካብ ሕጂ ዝተኸተልኩም እንዳመስግንኹ ሳብስክራይብ ምግባርኹም ድማ ንዝገበርኹም ኣዝየ ከምስግን ይደሊ ሳብስክራይብ ዘይገበርኹም ድማ ሳብስክራይብ ግበሩ ኢኹም